ሰላም ሰላም ኩቡራት ተኻታተልተይ ኣኣብ ዘለኹሞ ሰላምኩም እብዛሕ ናይ ሎማዕንቲ መደበይ ከምዚ ኣብዚ ኣርእስትን ኣብዚ ቪድዮን ትካታተልዎ ዘለኹም እዩ ክኸውን ቅድሚኡ ግን ቁሩብ ጥፊእ ኢለኩም ቀኔ ማለት እዩ እቲ መጥፊእየይ ምኽንያት ድማ ኩቡራት ይሕዋት ኣብ ዕረፍቲ ኔረ ኣብ ናይ ዕረፍቲ ግዜ እየ ኔረ ቫኬሽን ወይ ከዓ ኦርላብ ብምኽንያት ሓዱሽ ዓመት ኣብ ቫኬሽን ስለ ዝነበርኩ ወይ ከዓ ኣብ ናይ ዕረፍቲ ግዜ ኣብ ናይ ዕረፍቲ ሰዓት ስለ ዝነበርኩ ድኾነ ዓይነት ቪድዮ ክሰርሕ ስለ ዘይደለኹ እየ ኽቡራት ይሕዋት ስለዚ ኣብዚ ሰዓት እዚ ግን መጽየኩም ኣለኹ ብጣዕሚ ዝሓዝን ከምዚ ኣብዚ ኣርእስቲ ንከታተሎ ዘለና ኣብ ጀርመን ኣብ ኡሉም ዝበሃል ከተማ ሓደ ኤርትራዊ ሓውና ኣብ ሜድያ ማርኬት ወይ ከዓ ኣብ ናይ ኤሌክትሮኒክስ ዳዱኳን ኣትዩ ማለት ዝዓበየ ዱኳን እዩ ሱፐር ማርኬት እዩ ወይ ከዓ ሜድያ ማርኬትስ ትፈልጥዎ ኢኹም ክቡራት የሕዋት ኣብኡ ብምእታው ንኽልተ ሰራሕተኛታት ናይቲ ትካል ብኻራ ገይሩ ወጊእዎም ማለት እዩ ብጣዕሚ ዘሕዝነካ እቲ ወዲ 25 ዓመት ግን ብኣዝዩ ከቢድ ዝኾነ መቑሰልቲ ቆሲሉ ይርከብ ኣሎ ዝግኣብሔር ኣምላኽ ምሕረት የወርደሉ ብድሕሪኡ እዚ ኤርትራዊ ሓውና ንዕኦም ምስ ወግኦም ሃዲሙ እዩ ድሓር ግን እቶም ፖሊስ ስለ ዝመፁ ንዕኡ ነቲ ኤርትራዊ ሓውና ወይ ከዓ ነቲ እዚ ፍጻሜ እዚ ዝፈጸመ ነቶም ክልተ ካራ ገይሩ ዝወግኦም ሽጉጥ ገይሮም ንሶም እውን ሃሪሞሞ እዮም እቲ ሓውና ወዲ ዕስራን ትሽዓተን ድማ ኣብ ከቢድ መቑሰልቲ ይርከብ ኣሎ። ንሱ ውን ኣብ ከቢድ ኣብ ከቢድ ማቑሰልቲ ይርከብ ኣሎ ኣብ ሰዓት እዚ። እቲ ወዲ ዕስራን ትሽዓተን ሓውና ኤርትራውን እቲ ወዲ ዕስራን ሓሙሽተን ሰራሕተኛ ናይ ሜድያ ማርኬትን ኣብ ከቢድ ስቓይ ይርከቡ ኣለው ወይ ከኣ ኣብ ከቢድ መቑሰልቲ ይርከቡ ኣለው። እቲ ሓደ ግን ብፍኹስ ዝበለ ኣተሃራርማ እዩ ተሃሪሙ ማለት ኣብ ደሓን ዝኾነ ኩነታት እዩ ዝርከብ ዘሎ። ብጣዕሚ ዘሕዝነካ እንታይ ዩ ኣጋጢምዎም ንዝብል ግን ወላ ሓደ ዝወጸ ሓበሬታ የለን። ካብቲ ኣዝዩ ዘሕዝነካ ከኣ ኣብ ወርሒ ዓሰርተ ክልተ ክልተ ሽሕን ዕስራን ሓሙሽተን ዩ ካብ እሱርቤት ወጺኡ እዚ ኤርትራዊ ሓውና። ተኣሲሩ ኔሩ ወርሒ ዓሰርተ ክልተ ክልተ ሽሕን ዕስራን ሓሙሽተን ድማ ካብ እሱርቤት ወጺኡ። ሕጂ ወርሒ ሓደ ከኣ ናብ እዚ ፍጻሜ ፈጺሞ እዚ ፍጻሜ እዚ ፈጺሞ ማለት እዩ ክቡራት ይሕዋት ዕለት ዓሰርተ ኣርባዕተ ወርሒ ሓደ ማለት እዩ እዚ ፍጻሜ እዚ ፈጺሞ ወርሒ ዓሰርተ ክልተ ክልተ ሽሕ ዒስራን ሓሙሽተን ካብ እስር ቤት ወፅዩ ዕለት ዓሰርተ ኣርባዕተ ወርሒ ሓደ ክልተ ሽሕን ዒስራን ሽዱሽተን ከዓ እዚ ፍጻሜ እዚ ተፈጺሙ ማለት እዩ ኦረይዲ ወርሒ ከማን ኣይመለእን ብጣዕሚ ዘሕዝነካ ኣብ ውሽጢ ወርሒ ከምዚ ዓይነት ፍጻሜ ብምፍጻሙ እንታይ እዩ ኣጋጢሞም ኣይተፈለጠን ብሓፈሻ ብጣዕሚ እዩ ዘሕዝነካ ገለ ገለ ብጣዕሚ ስድታት ኣለዉ ክቡራት ይዋት ጀርመናውያን ጥራይ ዘይኮነስ ኣብ ዝተፈላለየ ቦታ ማንም ሰብ ኣሎ ብጣዕሚ ስዲ በቃ ማዕረ ንዓኻሲ ሕማቕ ነገር ንክትገብሮ በቃ ዓቕልኻ ኣፀንቅቕ ዘብሉኻ ነገር ኣለዉ ግን ዋላ ከምዚ ኮይኑ ግን ሰብ ክትቀትል ወልሓንቲ ዓቅሚ የብልካን ስልጣን ውን የብልካን እዚ ብምፍጻሙ ብጣዕሚ የሕዝነካ እሞ ድማ እቲ ሓውና ወርሒ ዓሰርተ ክልተ ካብ እሱርቤት ወጽዩ ኣብ ውሽጢ ሓደ ወርሒ ከምዚ ዓይነት ፍጻሜ ነብሰ ቅትለት ወይ ከኣ ሰባት ቀትል ኢሉ ብምሕሳቡ ቁሩብ የሕዝነካ ዩ ክቡራት የሕዋት ብዝያዳ ነቶም ብከቢድ ተወጊኦም ዘለዉ ወይ ከዓ ነዚ ፍጻመ እዚ ዝተፈጸሞም ከምኡ እውን ንሓውና እግዚኣብሔር ኣምላኽ ሙሉእ ምሕረት የወርደሎም ንኩሎም ዋላ ነቲ ሓውና ምሕረት የወርደሎም በቃ ካብዚ ግን እምሃረሉ ዘለና ግን ክቡራት ይዋት ዓቃላት ንኹን በቃ ዓቃላት ንኹን ናይ ብሓቂ ኣሎ ይርደእኒ እዩ በቃ ምሻሎ ዓቕልኻ ውድእ ክሳብ ትብል በቃ ፅንቅቕ ክሳብ ትብል ዝፈታትኑኻ ብዙሓት ሰባት ኣለዉ ብጣዕሚ በቃ ኣየመክሐካን እዩ ሓቂ ትሓይሽ ግን ነታ ሰዓት እዚኣ ነታ ሞመንት እሳ በቃ ከም ገለ ጌርካ ክትበርድ ወይ ከ እልይ ክትብለላ ንፈትን በቃ እቶም ዓቕሊ ዘለኩም ሰባት ብዙሓት ኣለኹም ናይ ብሓቂ ዕድለኛታት ኢኹም ሰኣን ዓቕሊ ምግባር ሰኣን ነታ ግዜ እሳ በቃ ከምዚ እንታይ ድዩ ሓደ ሰብ ገለ ገለ ብለካ ምሽ እንድሕር ድንን ኢልካ ከይድካ ወይ ገለስ ፈራሕ ክበሃል እየ ገለ ከምዚ ዝብል ስምዒት ይሓድረና እዩ ወይ ከዓ ሰይጣን ይቋፃፀረና እዩ ከቢድ እዩ እግዚኣብሔር ኣምላኽ ብዝያዳ ምሕረት የወርደሎም እንታይ ክንብል ኢልና ክቡራት ይዋት ካብ ከምዚ ዓይነት ፍፃሜ ግን እግዚኣብሔር ኣምላኽ ይሓልወና ጥንቀቕ ንበል ኢና ንጠንቀቕ ክቡራት ይዋት ንከምዚ ዓይነት ስምዒት ድማ ቁርብ ግልል ንበልና ካብ ከምዚ ነገራት ማለት እዩ ብዝያዳ ከምዚ ይመስል ኣብ ማዕከናት ዜናታት ወፅዩ ዘሎ ማለት እዩ ብምቕፃል ከዓ ክቡራት ይዋት ኣብ ሊብያ ኣብ ሰዓት እዚ ብዙሓት የሕዋትና ስደተኛታት ተቐቲሎም ተረኺቦም በቶም ሰምሰርቲ ዝበሃሉ በቶም ሊብያውያን ገለ ማለት እዩ ብሓፈሻ ኣብ ኒውስ ሊብያ እዩ ወፂኡ ዘሎ እቶም ኒውስ ናይ ሊብያ እዮም ኣውፅኦሞ ዘርጊሖሞ ዘለው እዚ ሓበሬታ እዚ ማለት እዩ ብጣዕሚ እዩ ዘሕዝነካ እስከ ብትግርኛ ገለ ካብቶም ሰብ ሊብያ ዝብሉ ፔጅ ወይ ከዓ ኣካውንት ዝዘርግሕዎ ሓቢርና ነንብቦ ብዝያዳ ግን ከምዚ ዝጎነይ ትሪእዎም ዘለኹም እዩ ሬሳታት ረኺቦም ዘለዉ ጃምላዊ መቓብር ኣጃድብያ ዕስራን ሓደን ስደተኛታት ብኣሰጋገርቲ ደቂ ሰባት ብኣሰቃቒ ቅትለት ተቐቲሎም ተረኺቦም። ኣብ ኣጁዳብያ ብርክት ዝበሉ ስደተኛታት ሒዙ ዝጸንሐ መኽዘን ኣሰጋገርቲ ብዙሓት ስደተኛታት ኣሽሓት ዶላራት ንኽኸፍሉ በቶም ኣረሜናት ሰምሰርቲ ኣሰጋገርትን ክሳቐዩ ክቕተሉን ድሕሪ ምጽንሖም ፖሊስ ሊብያ ኣትዮም ከም ዘውጽዎም ኣብቲ ቦታ ዕስራን ሓደን ስደተኛታት ብጃምላ ተቐባቢሮም ከም ዝጸንሑ ይሕብሩ ዕስራን ሓደን ሰባት ብጣዕሚ ዘሕዝነካ ክቡራት ይሕዋት እም ነዚ ጉዳይ ቅትለት ስቓይን ዓመጽን ዝፈጸሙ ባዕሎም እቶም ስደተኛታት እዮም ሊብያውያን ወላ እኮ ጨካናትን ዓሌታውያናትን እንተኾኑ ብዝያዳ ግን እቶም ስደተኛታት እዮም ዝምህርዎም ኣሕዋቶም እ ዘሕስርዎምን ስደተኛታት መን እዩ ከኽብሮም ማለት እቶም ስደተኛታት ሰምሰርቲ ነሕዋቶም ዘይደንገፅሎም መን እዩ ክድንግፀሎም መን እዩ ከኽብሮም ኣንፃር ደላሎ ተቓለሱ ኣንፃር ደላሎ ተቓለሱ ድምፂ ኣሕዋትኩም ኩኑ እቶም ኣብ ሊብያ ዘለኹም ስደተኛታት ኣብ ቲክቶክ ይኹን ኣብ ፌስቡክ ቪድዮታት እንዳሰራሕኩም ነቶም ካብ ዝተፈላለዩ ሃገራት ኩነታት ሊብያ ክመፁ መፍቶ ሸፋቱ ዝኾኑ ዘለዉ ከትምዕድዎምን ከተጠንቅቕዎምን ይላቦ። ቃላተይ ርዱእ እዩ፣ ሓቂ ተዛረቡ'የ ዝብል ዘለኹ። ኣነ ማንም ሰብ ኣብ ዕላምኡ ክበጽሕ ድሌተይ ኣለኒ ወይ ከኣ ድሌት ኣለኒ፣ ግን ድሕሪ ህይወት ድሰርዓ የብለይን፣ ማለት ድሕሪ ህይወተይ እዩ እቲ ካልእ ናገር ዝሰርዖ፣ መጀመርታ ኣነ ክህሉ ኣለኒ፣ እዩ ዝብል ዘሎ እዚ ሓውና ብዝያዳ ብጣዕሚ እዩ ዘሕዝነካ ክቡራት ይሕዋት ኣብ ሊብያ ሲ መዓልታዊ እዮም ዝሞቱ ዘለዉ ኣሕዋትና ፕሊስ ናብ ሊብያ ክትከዱ እትሓስቡ ዘለኹም ብተደጋጋሚ ንገልጽ ኣለና ኩነታት ሊብያ ኣብ ሰዓት እዚ ኣብ ከቢድ ኩነታት እዩ ዝርከብ ዘሎ ትሪእዎም ኣለኹም እንዳሳቐዩ እንዳጨወዩ ከፍ ኢሎም ከለዉ መሊሶም እዚ ኩሉ ዝገብሩ ዘለዉ ግን እዞም ሰምሰርቲ ዝበሃሉ እዮም ክቡራት ይዋት እዞም ሰምሰርቲ ዝበሃሉ ተሓባበርቲ ዝበሃሉ እዚኦም እዮም ንዓኻ ንኣብነት የምጹኻ ምሽ ይሾጡኻ ይሾጡኻ ናብ ካልእ እዚ እዩ እቲ ጸገም እስኻ ኣይከፍልን እየ ምስ በልካ ከኣ የሳቑዩኻ ክሳብ ትኸፍል ድሕር ዘይትኸፍል ኮንካ ዋላ ሙት ንዕኦም ወላ ሓንቲ እዩ ስለዚ እቶም ሓውና ኣሕዋትና እዮም ከምዚ ዝምህሩ ዘለዉ ስለዚ ኣብ ዝተፈላለየ ሃገራት ኣፍሪቃ እትርከቡ ንሊብያ ክትብገሱ እትሓስቡ ዘለኹም ካልእ ዝኾነ ዓይነት ኣማራፂ እንተትሓስቡ በሃሊ ኣነ ምክንያቱ ረእይዎ ኣብ ሊብያ ብዙሓት የሕዋትና ወላ ከፊሎም ከለዉ እዮም ዝሳቀዩ ዘለዉ ብፍላይ ገንዘብ ዘይብልኩም ድማ ፕሊስ ኣይትውጽኡ ንስድራቤትኩም ከየማከርኩም ስድራቤትኩም ከየዳለውልኩም ገንዘብ ድማ ኣይትውጽኡ ብዙሓት የሕዋትና ኣለዉ በቃ ስድራቤተይ ክከፍሉለይ እዮም ብፍላይ እዚ ሓወበይዶ ወዲ ሓወበይዶ ገለምታት ወዲ ኣኮይዶ ኣኮይዶ ኣይሰርሕን እዩ ክቡራት የሕዋት ከምኡ ኣለኒ ብሽም ኢልካ ንዕኦም ከየማኸርኩም እትወጹ ኣሕዋትና ፕሊስ ፕሊስ ክቡራት የሕዋት እቶም ኣብ ሊብያ ዘለዉ ኣሕዋትና ዝሳቐዩ ዘለዉ ንሪኦም ኣለና መዓልታዊ ኣብ ፈይስቡክ ይሳቐዩ ኣለዉ እዝግኣብሄር ኣምላኽ ምስቶም ኣሕዋትና ይኹን ኣብ ዝተፈላለየ ስደት ዘለዉ ኣብ ዝተፈላለየ ስደት ዘለና ብሓፈሻ ኣምላኽ ምሳና ይኹን ግን ኣብ መንገዲ ኣብ በዓል ሊብያ ድዩ ገለ ዘለዉ እዝጋብሄር ኣምላኽ ይሓልዎም መፈጸምትኦም የርእየሎም ኣብቲ ዝሓሸ ቦታ ንኽበጽሑ ኩላህና ጸሎት ንግበረሎም ኣብ ስቓይ ዝርከቡ ዘሎ ኣሕዋትና ኣብ እሱርቤት ዝርከቡ ዘለዉ እዝጋብሄር ኣምላኽ መዋጽኦ ይፍጠረሎም ግን እቲ ኩነታት እዚ እሞ እዝጋብሄር ኣምላኽ ይሓልኹም በጃኹም ናብ ሊብያ ትበሃል ኣይትበገሱ ኣብ ከቢድ ኩነታት እዩ ዝርከብ ዘሎ ኣብዚ ሰዓት እዚ እስከ ኣብ ሊብያ ዘለዉ ዝተዛረብዋ ድምፅላ ሓቢርና ንስማዓያ ተጨዊና ናሰቀዑና ነይሮም ዕስራ ሽሕ ዶላር ሓምሳ ሽሕ ዶላር ኣርባዓ ሽሕ ዶላር ፉል ነበሩ ዘስቅና ዝነበሩ ሰባት እዮም ካብኡ ካብቲ ክልተ ሚእቲ ሰባት ዕስራን ገለን ሰባት ሞይቶምና ብጥይት ዕስራን ሰለስተን ዝኾኑ ሰባት ብጥይት ሞይቶምና ሓሚሞም ከዓኒ ክልተ ሰባት ሞይቶምና ኣብኡ ዝነበርና ሰባት ኢና ካብኡ መጠረሹ ናሰቀዑና ናሃለው ኢድ ፖሊስ መጺኦም ሓዝ ሒዞምና ማለት እዩ። መጽቲ ቦታ ተቋጺሮሞ እቲኦም ዘሳቅዩና ነበሩ ሃዲሞም። ኣምሓሩን ወልቀተት ሆነ መሳቅዩና ነሮም ሃዲሞም እቲኦም ዘሳቅዩና ነበሩ ሃዲሞም። ካብኡ መጺኦም ቦታ ተቋጺሮሞ ካብኡ ናብ ኣምጺኦምና ናብ ጴንቃዚ እስር ቤት ኣምጺኦምና ንዓና። ካብ ጴንቃዚ ከዓኒ እቲኦም ምሳና ነበሩ ሰባት ናብ ወሲዶሞም ፍርቆም ናብ ሰውሃ ወሲዶሞም ፍርቀና ከዓኒ

ካብዚ ከኣ ናበይ ወሲዶምና ናብ ቤንቃዚ ወሲዶምና ካብኡ ካብ ቤንቃዚ ምስ ወሰድና ክልተ መዓልቲ ምስ ሓደርና ሰለስተ መዓልቲ ኣርባዕተ ሚእትን ገለን ሰባት ናብ ትራብሎስ ኢሎም ናበይ ወሲዶሞ ናብ ሰሃ ወሲዶሞ ካብኡ መብዛሕትና ኣብዚ ተሪፍና ኣለና ናይ ካብዚኦም ዝነበርና ማለት እዩ ክልተ ሚእቲ ዝኸውን ሰባት ኣብ ቤንቃዚ ኣለና ሰረፍና ሰባት መዓት ኣለና እውን ድምፂ ተትኾኑና ብጣዕሚ ፅቡቕ ነይሩ ኮብ ኣነ ናዕለ ካብኦም ዝነበርኩ ሰባት እየ ካብቲኦም ተጨበ ዝነበሩ ካብቲኦም ክልተ ሚእቲ ማለት እዩ ዕስራ ሽሕ ዶላር ሓውል እናተባሃልና ንሰቃይ ነበርና ሰባት ኢና እተን ደቂ ኣንስትዮ ከዓ ሓምሳ ሽሕ ዶላር ይበሃላ ነይረን እዚ ቪድዮ እዚ ኣብ ጴንቃ እዚኦ ዘለካ ንባዕለና ድምፂ ተትኾንና ብጣዕሚ ፅቡቅ ነይሩ ንዓና እውን ናበይ ከም ዝወሰዱና ኣይፍለጥን ንዖም ቶም ምሳና ነበሮ ዝወሰድዎም ገዲምና ሓደሽቲ ናብ ትራብሎስ ኢሎም ወሲዶም ኢና ሳወሲዶሞም ነው እና ድምፂ ኮንና ኣብ ቤንቃዚ መዓስ ሰባት ኣለና ንሳቀይ ኣለና ሕማቅ ኣለና እና ድምፂ ኮንና።
ነቶም ኣብ ቃንዛን መቁሰልትን ዝርከቡ ዘሎ ኣሕዋትና እዝግኣብሄር ኣምላኽ ምሕረት የውርደሎም እወ ሙሉእ ምሕረት የውርደሎም ነቶም ዝሞቱ የሕዋትና እዝግኣብሄር ኣምላኽ መንግስተ ሰማያት የዋርሶም ነቶም ኣብ እሱርቤት ዘለዉ ኣሕዋትና ድማ መዋጽኦ ይፍጠረሎም
መርዓዊ ንናይ ኣዳራሽ መርዕኡ ኣርባዕተ ሚእትን ሓምሳን ሽሕ ብር ወፃኢ ገይሩ ኣዳራሽ ተኻርዩ እታ መርዓት ድማ ኣብቲ ዕለተ መርዓ ከይመፀት ተሪፋ እዋይ ከምዚ ዓይነት ሓደጋ ኣየጋጥምኩም ባይዘወይ ነዚ ገዛ እዚ ሓደሽቲ ዝኾንኩም ሰባት ፈሎ ግበሩኒ ሽዑ ላይ ግበርዎ ሓሳብኩም ድማ ኣብ ኮሜንት ኣስፍርሉ ኢኹም ናብ ቪድዮና ንመለስ ከምቲ ንሪኦ ዘለና እቲ መርዓዊ ካብ ደገ ወይ ድማ ካብ ወፃኢ መፂኡ ነታ ኣብ ዓዲ ዝነበረት ኣፍቃሪቱ ክምርዖ ኢሉ ምስ ከደ እታ ኣብ ዓዲ ዝነበረት ኣፍቃሪቱ ድማ ቅድሚ መርዓ ምግባርና ደም ምርመራ ክንገብር ክንክእል ኣለና ምስ በለቶ እቲ መርዓዊ ድማ ሕጂ ናይ መርዓ ሰዓትና ኣኺሉ ስለ ዝኾነ ስቂልና ክንምርዖ ክንክእል ኣለና ብዝበላ እታ መርዓት ድማ ኣይ ከምቲ ኮይኑማ ኣነ ኣብቲ ዕለተ መርዓ ኣይክርከብን እየ ኢላ ተስፋ ኣቑሪፃቶ ነገር ግን ካልእ ምሽጥር ኣሎ ድሕሪ እቲ መጋረጃ ማለት እዩ እቲ ሰብኣይ ቅድሚ ሕጂ ሓዳር ነይርዎ እዩ ኣቦ ሓሙሽተ ቆልዑት እዩ ተባሂሉ እሞ እታ መርዓት እዚኣ ብምትራፋ ጸገም ኣለዋ ወይስ የብላን ሓሳብኩም ኣስፍሩ ሎሚ መርዓት መልሲ ሂባ ኣላ ከም ዝፍለጥ ዝሓለፈ ኣብ ኣዲስ ኣበባ ናይ መመርዓዊኦም ኣዳራሽ ልዕሊ 450 ሽሕ ብር ወፃኢ ገይሮም እታ መርዓት ግን ኣብ ናይ መርዓ ሰዓታ ዝተረፈትሉ ኣጋጣሚታት ነጊረኩም ነይረ ዋላ እውን ሎሚ መልሲ ሂባትና ኣላ ባይዘወይ ነዚ ገዛ እዚ ሓድሽ ዝኾንኩም ፕሊስ ፎሎው በሉኒ ኣብ ናይ ዝሓለፈ ቪድዮ መብዛሕትኹም ኮሜንት ዝገበርኩም ፎሎው ዘይገበርኩም ኢኹም ሓሳብኩም ድማ ኣብ ኮሜንት ኣስፍሩ እዛ ቪድዮ ድማ ላይክ ገበርዋ ፕሊስ ናብ ቪድዮና ንመለስ ከም ዝፍለጥ እዛ መርዓት ዝተረፈትሉ ኣጋጣምታት ሎሚ ብግልፂ ተዛሪባ ኣላ ከምዚ ድማ ኢላ ኣላ ቕድሚ ዝተወሰኑ ዓመታት ናይ ፍቕሪ እዋንና ምንም ቤተሰብ ከምዘይብሉ ነጊርኒ ነይሩ ምንም ቆልዑት ከምዘይብሉ ነጊርኒ ነይሩ እስቲል ሓዳር እውን ከምዘይብሉ ነጊርኒ ነይሩ ዋላ እውን ቕድሚ መርዓ ምግባርና ደም ምርመራ ክንገብር ከምዝኾንና ናነገረኒ ዝመፀ እኳ እንተኾነ ኣብዚ ናይ ሕጂ ሰዓት ኣብቲ ናይ መርዓ እዋን ግን ደም ምርመራ ክንገብር ከምዘይብልና ግዜ እንከለዎ ግዜ የብለይን እንዳበለ ነቲ ናይ መርዓ መዓልቲ ንክቀርብ ብምግባር ኣብቲ ናይ መርዓ ሰዓት ድማ ሰዓት መርዓና ኣኺሉ ስለ ዝኾነ ሕጂ ደም ምርመራ ክንገብር ፍጹም ግዜ የብልናን ስቂልና መርዓና ጉዳይ መርዓና ንግበር ብምባል ስለ ዝተዛረበኒ ኣነ ድማ ነዚ መርዓ እዚ ንክተርፍ ገይረ ኣነ ድማ መርዓት ክኸውን ኣይተመንኹን ብምባል መልሲ ሂባ ኣላ ስለዚ ናይዛ መርዓ እዚኣ መልሲ ቅኑዕ እዩ ዶ ትብሉ ወይስ ሕጂ እውን ተጋጊያ ኣላ ሓሳብኩም ኣብ ናይ ኮሜንት ባር ኣስፍሩለ ኢኹም ፈትወኩም እየ ቴንክ ዩ ፎሎው ምባል ከይትርስዑ ባባይ
ስለዚ ናይ ሎማዓንቲ መደበይ ከም ዝመስል ብኻልእ ትሕዝቶ የራኽበና ሰላም ወሰናይ ቻው።